ክልተ ቀርና መልእኽቲ ኣላትኒ ሓንቲኣ ልኦርቶዶክሳውያን ሓንቲኣ ልጴንጤ እያ ኦርቶዶክሳውያን ኣሕዋተይ ግን ቅድሚኡ ኣካውንተይ ተታሒዙ ስለለሎ ሼር ኮፒ ሊንክ እናገበርኩም ኣካውንተይ ክተድሕኑለይ በዚ ኣጋጣሚ ከዘኻኸረኩም ይደሊ ምክንያቱ ገለ ሰባት ወንጌል ዘይደልዩ ከም ድሌቶም ሓስዮም ሓሳስዮም ሓሶቶም ከጥለቕልቑ ዝደልዩ ሰባት ኣካውንተይ ንክተሓዝ ይገብርዎ ስለ ዘለዉ ፖስት ዝገበርክዎ ኩሉ በቃ ቀጥ ይብል ኣሎ ስለዚ ኦርቶዶክሳውያን ንስኻትኩም እናሃለኹም ኣካውንተይ ምድሓን ኣይጠፍኦኩምን ቀጥታ ላፍቲ ሓሳበይ ከዓ እቲ ኦርቶዶክሳውያን ኣሕዋተይ ክተስተዕልዎ ዝግባእ ሓደ ነገር ኣሎ ንሱ ኢየሱስ ዝበለ ኩሉ ወዲ ኢየሱስ ከም ዘይኮነ ሓቀኛ ናይ ኢየሱስ ትምህርቲ ከም ዘይሰብኽ ክትርድኡ ስለ ዝደለኹ እዩ እዚ ማለት ባዕሉ ኢየሱስ ክርስቶስ ኣቐዲሙ ነጊርና እዩ ኣኮ ኩሉ ዘይብለኒ እግዚኦ እግዚኦ ዘይበውእ ውስተ መንግስተ ሰማያት ኩሉ ጎይታ ጎይታ ኢየሱስ ዝብለኒ ሲ ላብ መንግስተ ሰማያት ይኣቲ ዘእነለ ዘይገብር ፈቃዶ ለኣውየ ዘበሰማያት መንዳኢት መንግስተ ሰማያት ዝኣቲ ፈቃዶ ኣቦይ ዝገብር ኢሉ ጎይታ ኢየሱስ ክርስቶስ ማቴዎስ 7 ቁፅሪ 21 ብደሚ ገይሮ ነፂሩ ነጊርና እዩ ማለት እዩ ካሊእ ቅዱስ ጳውሎስ እውን ወዝኒ ኣኩል ኣንክሮ እስመ ለልሁ ሰይጣን ይትመሰል ከመ መልኣከ ብርሃን እቶም ሓሰውቲ ሲ ሓቀኛታት መሲሎም እንተመጹ ዝገርም ኣይኮነን ሰይጣን ንባዕሉ እውን መልኣከ ብርሃን መሲሉ ይመጽእ እዩ ይብል ቅዱስ ጳውሎስ ዝገርም እዩ ካልኣይ ቆሮንቶስ ምዕራፍ 11 ቁፅሪ 14 ነጊርና ኣሎ ማለት እዩ ስለዚ ብስም ኢየሱስ ኢየሱስ ኢየሱስ እናበሉ ከንቱ ልፍለፋ ክሕደቶም ከስፋሕፍሑ ዝኽእሉ ሰባት ዝመፁ ምዃኖም ኣቐዲሙ እቲ ሃዋርያ መንፈስ ቅዱስ ገሊፅሉ ኣነፂሮ ኣቕሚጡሎ ማለት እዩ ገለ ኦርቶዶክሳውያን እንታይ እሞ ኢየሱስ ኮ እዮም ዝብሉ ዘለዉ ኢሎም ይሽወዱ ስለ ዘለዉ እዩ ቅዱስ ጳውሎስ ካሊእ ግዜ ካብቲ ንሕና ለምሃርናኩም ትምህርቲ ናይ ኻሊእ ከይትሰምዑ መላ መልኣክ ዘይመፀሉ ምክንያት እቲ ንፁህ ትምህርቲ ባዕልና ምሂርናኩም ስለለለና ድሕሪ ሕዚ ናይ ክሕደት ዝመፁ ኣካላት ከም ዘለዉ ተረዲኡ ንኣኣቶም ፍለጥሎም ተጠንቀቕሎም ክብል ስለ ዝደለየ እዩ ደሞ እንታይ ይብሉ መስለኩም ከሃድያን እማ ከመይ ገይሮም ኢየሱስ ክብሉ ይኽእሉ? ከመይ ገይሮም ከ ቃል እግዚኣብሔር ክናገሩ ይኽእሉ? ይብሉ። ሰይጣን ባዕሉ እኮ ቃል እግዚኣብሔር ተናጊሩ እኮ እዩ። መጽሓፍ ቅዱስ ጠቒሱ እኮ እዩ። ንጎይታ ኢየሱስ ክርስቶስ ክፍትን ከሎ ኣብ ማቴዎስ 4 ከምነንዎ ክፍትኖ ከሎ እንታይ እዩ ዘሎ? እስመ ለመላእክቱ የዞም በእንቲኣከ ከመ ይቀውከ በኩሉ ፍናዊከ ከመ ይትጣቀፍ በእብን እግርከ ወእደዊሆም ያነስኡከ ዝብል ጥቕሲ ጠቒሱ እግዚኣብሔር ንመላእክቱ ክልእኸልካ እዩ እሞ ንኸይትዕንቀፍ ንኸይትወድቕ ክድጉፉኻ መላእኽቱ ክልእኸልካ እዩ ተባሂሉ እዩ እሞ ካብዚ ጎቦ እዚ እስቲ ልታሕቲ ጽደፍ ካብዚ ጉልላት ቤተ መቅደስ ልታሕቲ ጽደፍ ኢልዎ ነይሩ ንኢየሱስ ክርስቶስ። ሰይጣን እውን መጽሓፍ ቅዱስ ይጠቅስ እዩ ማለት እዩ። ግን ልጠቕሶ ልምንታይ እዩ ኢልካ ምርዳእ የድሊ። ሰይጣን መጽሓፍ ቅዱስ ልጠቕሶ ልምግጋይ ንሰባት ንከእምን ዘይኮነስ ንከክሕድ ንሰባት ንከስሕት እዩ ዝገብሮ። ስለዚ መጽሓፍ ቅዱስ ስለ ዝጠቐሱ ናይ እግዚኣብሔር ቃል ስለ ዝጠቐሱ ናይ እግዚኣብሔር እዮም ደቂ ኢየሱስ እዮም ምባል ኣይከኣልን። ኣስተውዕሉሎም ኦርቶዶክሳውያን ናብቲ ክሕደቶም ናብቲ ከንቱ መንገዶም ንክወስዱ ሰባት መጽሓፍ ቅዱስ ክጥቀሱ ክጠቕሱ ክጥቀሙ ይኽእሉ ቃል እግዚኣብሔር እውን ክናገሩ ይኽእሉ እዮም ስለዚ ብደንቢ ጌርኩም ኦርቶዶክሳውያን ክትፈልጥሎም ስለ ዝደለኹ እዩ እሺ ጴንጤ ኣሕዋተይ ድማ ብትሕትና ብፍቕሪ እየ ዝጥይቐኩም እዚኣ ብኸመይ ከም እትርድእዋ ትገልጽሎ ኢኹም ክልተ ነገር ክጥይቐኩም መጀመርያ ዶክትሪንኩም ታይ እዩ? ዶክትሪንኩም ሲ ታይ እዩ? ታይ እዩ ዝብለኩም? መጀመርያ ናትና ክነግረኩም። ናትና እቲ ዶግማቲክ ዝኾነ መጽሓፍ ቅዱስና ብሓሙሽተ ጥርንፍ ኣቢላ ቤተ ክርስቲያንና ትነግረና። ታይ ማለት እዩ እዚ? ምስጢረ ስላሴ፣ ምስጢረ ስጋዌ፣ ምስጢረ ጥምቀት፣ ምስጢረ ቁርባን፣ ምስጢረ ትንሳኤ ሙታን ኢላ ኣብ ሓሙሽተ ከፊላ ንህዝበ ክርስትያን ብቐሊሉ መጽሓፍ ቅዱስ ንክርድኡ ቤተክርስትያንና ከምዚ ዓይነት ኣስተምህሮ ኣለዋ። ምክንያቱ እተን ወሰንቲ ትምህርቲ መሰረታውያን ትምህርቲ ኣዕማድ ልገዛ ከም ዘጽንዓኣ ብዘን ሓሙሽተ ነገራት እዚኣ እታ ሃይማኖትና ጸኒዓ ብቻ መጽያ ብቻ ኣዝን ጥራሕ ጸኒዓ ኣይኮነን። ትቕጽል ብቻ ማለት ከዓ እ፣ እንታይ ማለት እዩ ብቻ ጥራሕ ማለት ኣይኮነን። ስለዚ ጥራሕ ዜሮ ማለት እዩ። ብቻ ኢኹም ትብሉ ክርስቶስ ብቻ ትብሉ ግን ክርስቶስ እንታይ ዝበለ ዘወቱ መርኣት መርኣዊ ውእቱ እቲ መርዓት ለላቶ መርዓዊ እዩ ይብል ቅዱሳን ለለዎ ፍጥሯን ለለዎ ክርስቶስ ንሱ ፈጣሪ እዩ ማለት እዩ ወንጌል ዮሐንስ ምዕራፍ ሰለስተ ስለዚ ንስኻትኩም ግን ብቻ ትብሉ ክርስቶስ ብቻ ትብሉ 15 ወንጌል ዮሐንስ ምዕራፍ 15 ተሪኢኹም እውን ኣነ ውእቱ ጉንደወይን በለሞ ኣንቱም ኣይጽቂሁ ኣነ ጉንደወይን እየ ንስኻትኩም ድማ ቅርንጫፋት ኢኹም ዛፋት ኢኹም ኢሉ ንቅዱሳን እዩ ዛፋት እዩ ተባሂሎም ዘሎ ቅዱሳን ጭራሽ ንስኻትም ግን ናብ ቁፅሪ ከእትዩ ኣይትደልዩን እዚኦም ሲ ተሞይቶም ሞይቶም እዮም ትብልዎ ነገር እኒኦኩም ኣተረጓጉማ ስለልጠፈኩም እዩ መክብብ ትሽዓተ ከም ዝጠቕስዎ እፈልጥ እየ ንሱ ከዓ ኣይፈልጡ እየ ይሩድ እየ ኣየድህኒ ንተብሃሉ ንሃጣን በር ንጻድቃን ከም ዘይኮነ ከገንዘበኩም ስለ ዝደለኹ እዩ። ካልእ ካብ ብቻ ዘሊልኩም ትብልዎ ብጣዕሚ ዓብዪ ጌጋ ኣሎ። ብቻ ብቻ ይብሉ ማለት እዩ። ግን ከስተስተውዕሉ ዝግበኩም ስግደት እውን ንእግዚኣብሔር ብቻ ይብሉ። እወ ንእግዚኣብሔር ብቻ ግን እንታይ ዓይነት ስግደት እዩ ንእግዚኣብሔር ብቻ ክኸውን ዝኽእል? ናይ ኣምልኾ ስግደት እዩ ንእግዚኣብሔር ብቻ እምበር ናይ ክብሪ ስግደት ናይ ጸጋ ስግደት ንኻልእ ኣለዎ ትረስዑ ኢኹም። ጸጋ ብቻ ካዓዩልኻ ጸጋ ብቻ ጸጋ ብቻ ማለት እውን ክትግንዘቦ ዝግባእ ሓደ ነገር ኣሎ። ጸጋ ማለት ውህብቶ እዩ። ግን ውህብታኻ ተዘይኣኽቢርካዮ ተዘይዓቂብካዮ ውህብታኻ ክጠፍእ ይኽእል እዩ። ካብ እግዚኣብሄር ዝተዋሃበና ነገር እኒኦ እቲ ውህብቶ ንሱ ተዓቂብናዮ እቲ ውህብቶ ክንጥቀመሉ ንኽእል ከይዘራእኻ ምስራዕ ዝናም ምዝናም ብቻ እኹል ድዩ ኢልኩም ትሓስቡ ዶ ኦርቶዶክሳውያን? እስቲ በዚ መልስሎም። እስቲ ዝናም ዘኒሙ ብቻ ሓደ ሰብ ከይዘርአስ ከውቅል ይኽእል ዶ? ዝናም ናይ ካብ እግዚኣብሄር እዩ፣ ምዝራእ ግን ካባና እዩ። ከይዘርአ ምህርቲ ዝረክብ ሰብ ከም ዘየለ እግዚኣብሄር ብቻ ዝናም ብቻ እግዚኣብሄር ከዝንበለ እዩ ብቻ ኢሉ ሰብ ምህርቲ ክሓፍስ ከም ዘይክእል ምዝራእ እቲ ተግባር እዩ፣ ጸጋ እዩ። ጸጋ እቲ ዝበለጸ ናይ እግዚኣብሔር ብጸግኡ ኢና ንድሕን፣ ብእምነቱ እውን ኢና ንድሕን። ግን ድማ ልቲ እምነትና ብምግባር ክነረጋግጾ ግቡእ እዩ። ንዘርእ ዳሕራይ እግዚኣብሔር ከፍርየልና ከውቅለልና ምእንቲ ማለት እዩ። ተዘርኢ ንባዕሉ ከርድእና ይኽእል እዩ። ስለዚ ስግዳን ንእግዚኣብሔር ብቻ ዝብል ነገር እውን እንታይ ይጠቕሱ ይመስለኩም? ባዕልኹም እውን ትፈልጥዎ ኢኹም እንታይ ከም ትጠቕሱ። ዘጸአት ምዕራፍ ዒስራ ዘሎ ምስሊ ቅርጺ ኣይትግበር ልብል መሰረት ብምግባር ይወስዱ ስእሊ ኣድህኖታት መሰረት ገይሮም ልናገርዎ ሓሳብ እዩ ትክክል እወ ንእግዚኣብሔር ጥራሕ እዩ ስግዳን ምስሊ ቅርፂ ኣይትገበሩ ኢሉ እዩ ናይ ፀጋ ግን ኣይትረስዑ ኦሪት ዘፀኣት ምዕራፍ ዒስራ ምስልን ቅርፅን ኣይትግበር ይብል ክትምለሱለይ ልደልያ እውን እዚኣ እያ ኦሪት ዘፀኣት ምዕራፍ 36 ድማ ነቲ ቤተ መቅደስ ክስራሕ ከሎ ነታ ቅድስተ ቅዱሳን ክትስራሕ ከላ ብምንታይ የሸብርቃ ኢልዎ ብችሩቤል ስእሊ ችሩቤል ግበረላ ኢሉ ስለዚ እግዚኣብሔር ቃሉ ትዕፀፍ እዩ ማለት ድዩ ኣብቲ ሓደ ገፅ ስእሊ ችሩቤል ግበር ይብለ ኣሎ ኣብቲ ሓደ ገፅ ድማ ምዕራፍ ዒስራ ምስሊ ቅርፂ ኣይትግበር ኢሉ ምዕራፍ ሰላሳን ሽዱሽተን ድማ ችሩቤል ምስሊ ችሩቤል ግበረላ ኢልዎ ልታ ቤተ መቅደስ እቲ ቤተ መጋረጃ ቤተ ምስዋእ መኽዱን እንተይቀረየ ብችሩቤል ኣሸብርቆ ኢልዎ ከመይ ትረድእዎ እዚ እስቲ ከመይ ትርድእዎ ትክክለኛ ቁኑዕ ትምህርቲ ኣብ ኦርቶዶክስና ስለ ዘሎ ናብታ ኦርቶዶክስ ምልስ ኢልኩም ተትመፁ ናብ ልብኹም ተትምለሱ ሰናይ እዩ ኣሕዋተይ ብፍቕሪ እልጥይቐኩም ለለኹም እግዚኣብሔር ኣምላኽና ይባርኸና